ሎማዓንቲ ዝነበረ ቪድዮ ማለት እዩ ፍፁም ከይሓልፈኩም ክስካብ መጨረሻ ድማ ፅንሑ ማለት እዩ ሰላም ሰላም ከመይ ውዒልኩም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዘለኹዎ ድማ ሰላም ክትኮኑ በዓልቲ ሙሉ ተስፋ እየ ሎማዓንቲ ናይ ሎማ ዓመት ቲክታክ ያበደ እዩ ነይሩ በቃ ያበደ እዩ ነይሩ ጋይስ ብዙሕ ሰብ ፅልዋ ዝገበረ ብዙሕ ሰብ ትፅቢት ዝገበረ ማለት ሓደ ሓደ ግዜ ምድላዋት ይግበር እንድዩ ግን ከም ናይ ሎሚ ዓመት ግን ኣይኾነ ፍፁም ማለት ናይ ሎሚ ዓመት ውድድር ነይሩ ጓልን ወዲ ምስቲ ምዃኖም ካብኡ ለለ ምስ ብሄር ምናምን ዘተናኽፍ ነገር ገይሮም ብዙሕ ነገር ኣጀንዳ ተፈጢሩ ግን ወላ ከምኡ እንዳሃለው ግን ደስ በሃሊ ኣወንታዊ ዝኾነ ደስ ልብል ሙቐት ለለዎ ምድላዋት ነይሩና ናይ ሎሚ ዓመት ከመይ ሪኢኹሞ ንስኻትኩም ከ ደስ ይብል ነይሩ ዶ ትፅቢቱ ዘለዎ ሃንቀውትኡ ምናምን ገልታት ከመይ ነይሩ ከመይ ተፀቢኹሞ ያው ሕጂ መን ተዓወቱ መን መኪና ወሲዱ ተፈሊጡ እኒኤ ደስ ልብል ኩነታት ድማ ማለት እዩ ነናይ ባዕሉ እኳ ትፅቢት ዝገበረ ነገር ሰባት እንተሃለወ ይኹን ደኣ እምበር ያው እቲ ሓቂ ሓደ ስለዝኾነ ሓደ ክዕወት ስለዘለዎ ሓደ ተዓዊቱ እኒኤ ማለት እዩ። እሱ ለ ኣዶናይ ተዓዊቱ እኒኤ። እንኳዕ ደስ በለኩም ንደገፍቱ ናፍቀርቱ በቃ ንዕኡ ንሱ ንክዕወት ጎስጓስ ትገብሩ ነበርኩም ብዙሓት ሰባት ነርኩም እና ንዓኻትኩም ለ እንኳዕ ደስ በለኩም ማለት ነቲ ምርጫ እኳ ኣዶናይ ከም ትግራዋይ መጠን እኳ ክስዕር ተደለኹ ከም ጓል ኣንስተይቲ መጠን ካ ካብ ጓል ክትስዕር ካ ድላይየ ነይሩ ማለት እዩ እና በቴለ በቴለ ግን ብጣዕሚ ደስ ልብል ነይሩ ብጣዕሚ ደስ ልብል ስምዒት ነይሩ ብደስ ልብል ነገራት ለተጠናቂቑ ሓደ ሓደ ነገራት እኳ ነይሩ እንድዩ ባእሲ ነይሩ ንእሽተን እንትን ነይሩ ገለ ግን ቴስዓ ልዕሊ ቴስዓ ፐርሰንት ግን ደስ ልብል ስምዒት ዝነበሮ ደስ በቃ ጉጉቱ ዝነበረ ብጣዕሚ ደስ በሃሊ ነይሩ ያው ከምዚ ኢሉ እንድሕር ደኣ ቀጺሉ ከምዚ ኢሉ ምትእኽኻቡ ምናምኑ እንተመጺኡ ደስ ልብል ሃዋህው ልፍጠር ነቲ ናይ ፍቕሪ ናይ ምትእኽኻብ ምናምን ዝነበሮ ከምኡ ዓይነት ነገራት ጽልዋ ይህልዎ ኢለ ተስፋ ይገብር ማለት እዩ። ምክንያቱ ከምዚ ምትእኽኻብ ክመፅእ ከሎ ምርኽኻብ ክመፅእ ከሎ ብዙሕ ነገራት ዝሓርፍፉ ስለዘቐረፉ ቢያንስ ነቲ ሰብ ነቲ ብሂወ ዝተረፈ ሰላም ንክፍጠር ድሓን ዝኾነ ሃዋህው ንክፍጠር ድማ ይገብር ኢለ ዝሓስብ እና ኣብ ዝሓለፈ ይኹን ኣብ ብቅድሚኡ ዝነበረ ናይ ቲክታክ ነገር ብጣዕሚ ምስ ዝነበረ ኩነታት ብጣዕሚ ከቢድ ሽግር ኮይኖም እዮም ዝኸዱ ነይሮም እቶም ናና ሎሚ ዓመት ግን ድሓን ነይሩ ብዓብኡ ከዓ ኣዶናይ ያው ፍርቂ እሳቶም ስለዝኾኑ ዝድግፍዎ ዝነበሩ ብብዝሒ ተወናጪፉ እዩ እንትን ኢሉ ተወናጪፉ እዩ ዋላ እቲ ቡት ምምላእ ክኾን ይኽእል ዋላ ብድምፂ ዋላ ብቪድዮ ዋላ ብብዙሕ ነገራት ሰብ ቀልጢፉ ፓወር ንክህልዎ ገይሩ እዩ ማለት እዩ ቀሊል ኣይኮነን ሓደ ቪድዮ ክትሰራሕ ከለኻ ኢዲት ክትገብር ብዙሕ ነገራት ሓሳብ ክተምፅእ ምናምን ቀሊል ነገር ኣይኮነን እሱ ንገብሮ ነበረ ስራሕቲ ብፍላይ ድማ ኣብ ስደት ኮይንካ ቪድዮ ንትሰርሖም ነገራት ብዙሕ ነገራት የድልየካ እዩና መስዋእቲ ትኸፍል ኢኻ ቀሊል ዝበሃል ነገር የለን ማለት ብፍላይ ቪድዮ እንዳትሰርሕ ኮይንካ ሰብ ክፈትዎ ይኽእል ለይክፈትዎ ይኽእል ብዙሕ ነገራት ክትፍተን ኢኻ ብዙሕ ነገራት ካብቲ ሰብ ነገራት ይመፀካ እዩና ቀሊል ዝበሃል ነገር ኣይኮነን ብናታ ወገንም ብጣዕሚ ፅቡቅ ስራሕቲ ትሰርሕ ደቂ ኣንስትዮ ወፅኤን ኣብ ሚድያ ተጠቃምነት ንክህልወን ሙስሊም ክርስትያን ከይበላ ናይቲ ሚድያ ተጠቀምቲ ንክኾና ዓብይ ኣበርክቶ ገይራ እያ ብዓብይኡ ከዓ ኣብቲ ፊልምታት ትሰርሖ ዘላ ሙስሊም ኮይና ጓል ኣንስተይቲ ኮይና ከምዚ ዓይነት ነገራት ክትሰርሕ ከላ ድማ ብጣዕሚ ደስ ዝብል ማለት እዩ ብጣዕሚ ብደስ ዝብል መልክዑ እያ ትሰርሖ ዘላ ንመፃኢ ኣብ ዝለዓለ ደረጃ ንክትበፅሕ ምዃና ብትሰርሖም ስራሕቲ በቲ ትገብሮም ነገራት ብጣዕሚ ተስፋ ዘለዋ ጓል ኣንስተይቲ እያ። ብዙሓት ደቂ ኣንስትዮ ኣብ ገዛ ተኣሲረን ዘለዋ ከምዚ ኢለን ተነሓኒሐን ኣብ ዝለዓለ ደረጃታት ንክበፅሓ ዝሕግዝ እዩ። ዋላ ሕጂ እታ መኪና ኣይትውሰዳ እምበር ግን ዓብዪ ስራሕቲ ንክትሰርሕ ዓብዪ ዝኾነ መንገዲ ከፊቱላ እዩ ማለት እዩ። ራሱ ኣብቲ መድረኽ ንሱ ተወዳዳሪት ምዃና ምናምን ብዙሕ እውቅና ኢኻ ትረክብ፣ ብዙሕ ነገራት ኢኻ ትኸስብ፣ ብዙሕ ስራሕቲ ንክትሰርሕ መንገዲ ይኸፍተልካ እዩና ከምዚ ዓይነት ስራሕቲ ኩላህና ያው ያው ሕጂ ከምዚ እና ንሰራሕ ኣለና ጽባሕ ንኮ ኣብ ዝለዓለ ደረጃ በጺሕና ዓድና ቤተሰብና ከም ንጽዋዕ ኣም ሹር 100% እና ስለዚ ብዙሓት ከምዚ ዓይነት ነገራት ንሰርሕ ከምዚ ዓይነት ነገራት ኣብ ገዛ ዘለና ያው ወጺእና በቲ ኣግባብ ዝኾነ ቤተሰብና ለይትንክፍ ንሕና ንህና ክብሪ ብዘየውርድ መልክዑ ሰሪሕና ያው ከም ዩቲ ኮይና ኣብ ላዕሊ ደረጃ ንክበፅሕ ዋላ ኣይትውሰደ ዳርጋ ንወሰደታ እያ ጋይስ ዋላ እታ መኪና ኣይትውሰዳ ዳርጋ ንወሰደታ እያ ኣብቲ ደረጃ ንሱ ምብፃሕ ሓላፍቲ ደረጃ ንሱ ምኸላ ዓብዪ ነገር ከም ጓል ኣንስተይቲ ደስ ይብለኒ ከም ትግራዋይ መጠን ድማ ያው ወዲ ዓደይ ክወስዳ ከዓ ዝለዓለ ደስታ ኣለኒ ማለት እዩ ጋይስ እና እሱ ቀሊል ዝበሃል ነገር ኣይለፍዐን እዩ ብዙሕ ነገራት ብፍላይ ድማ ምስ ሰይፉ ዝነበሮ ነገራት ናብ ብሄር ተፀጋጊዑ ዓብዪ ዝኾነ ፅልዋ ማትሲ ንሂወቱ ከዓ መን ኣስጋኢ ዝኾነሉ ኩነታት ለተፈጢሩ ነይሩ ቀሊል ዝበሃል ነገር እሲ ኣይኮነን ጋይስ ምክንያቱ ያው ከምቲ ትፈልጥዎ ሰይፉ ብሃገር ደረጃ ዋላ ብመንግስቲ ደረጃ ምናምን ተቐባልነት ዘለዎ ተሰማዕነት ዘለዎ ዓብዪ ሚድያ ዋላ ዕድሚኡ ዓብዪ በቲ ዝገብሮም ስራሕቲ ዓበይቲ ስራሕትታት ይሰርሕ ኣዱናይ ድማ ሞቲቬሽን ዝሰርሕ ናይ ክልተ ሰለስተ ዓመት ሰብ እዩ ስለዚ ምስኡ ክወዳደር ከሎ ወይ ድማ ምስኡ ሓሳባት ከምፅእ ከሎ መንግስቲ ዋላ ሓቀኛ ኮነ ኣዶናይ እምበር ንኣዶናይ እምበር ንሰይፉ ኣይኮነን ዝቐፅዕና ስለዚ ብዚ ኣንፃር በዚ ኣንፃር ምስ ሰይፉ ምባኣሱ ነቲ ዋንጫ ንክዓትር ገይርዎ ኢለ ዝሓስብ ምክንያቱ ሰብ ህልኽ እዩ ሒዝዎ እሱ ኳሲ በዓል ሚድያ ኮይኑ ከምዚ ኮይኑስ ንኣዶናይ ድማ ከምዚ ገይርዎ ዝብል ዓብዪ ዝኾነ ህልኽ እዩ ሒዝዎ እቲ ሰብና በቲ ህሉኽ መሰረት ድማ ያው ህዝቢ ከም ዝስዕር፣ ህዝቢ ከም ዘሸንፍ፣ ህዝቢ ኣብ ላዕሊ ደረጃ ከብፅሐካ ከም ዝኽእል ዝረኣኹሉ ሚድያ እዩ እና ንዓይ ሰብስክራይብ ገይርኩም ላይክ ገይርኩም ኣብ ላዕሊ ደረጃ ንክበፅሕ ድማ ኩላትኩም ሓግዙኒ ክብለኩም ይደሊ በዚ ኣጋጣሚ ማለት እዩ እና ስለዚ ቀሊል ዝበሃል ነገር ከም ዘየለ ንዝኾነ ነገር ናይ ባዕልኻ ዓርሰ ተኣማንነትና ኮንፊደንስ ክህልወካ ከም ዘለዎ ዝተምሃርናሉ ሚድያ ነይሩ ማለት እዩ ማለት ዘለካ መብዛሕትኦም ተሸለሙ ዝተምሃሩ ሃገር ዝለወጡ ምናምን ገልታት ኣይኮኑን ብትምህርቶም ገይሮም ብመልሓሶም ገይሮም ብክእለቶም ገይሮም ኣብ ሚድያ ሶሻል ሚድያ ካሜራኦም ከፊቶም ወፂኦም ዝተዛረቡ ሰባት እዮም ተዓዊቶም እኒውና ስለዚ ያው ሚት ፐርሰንት ብኡ ክይዱ ማለት ኣይኮንኩም ክንመሃር ኣለና ክትፈልጥ ኣለካ ግን ከዓ ኮንፊደንስ ክህልወካ ከም ዘለዎ ድፍረት ክህልወካ ከም ዘለዎ ብፍላይ ድማ ንእንጀራኻ ንሂወትካ ንባዕልኻ ናይ ባዕልኻ ዝኾነ ጽቡቕ ነገራት ሒዝካ ትኸደሉ ትራመዱ ሎሚ ስራሕ ደን ክፍለ ዘመን ያው ትሪእዎ ኣለኹም በቲ ሶሻል ሚዲያ ኢሉ ኾነ ኣሎ በቲ ኦንላይን ኢሉ ኾነ ለቲ ሰሓትና ብዚ መሰረት ድማ የትም ይኹን የትም ህዝቢ በቲ ኦንላይን ኮይኑ እንጀሩ ዝዕበሎ በቲ ኦንላይን ኮይኑ ናይ እንጀራ ሰብ ዝዕበልና ስለዚ ኩላና ተጠቀምቲ ንክንከውን በርቲዕና ጎቢዝና ኣብ ላዕሊ ደረጃ ንክንመፅዕ ድማ ያው ተስፋ ይገብር ክብለኩም ይደሊ ናይ ሎማዓንቲ ቪድዮ እዚኣ ትመስል ነይራ ደስ ልብል ስምዒት ነይሩ ብዙሕ ሰብ ኮፍ ኢለ ሓዲሩ ፅባሕ ንጎ ዝኣቱ ስራሕ ወይ ድማ ዓሰርተ ሰዓት ናይ ለይቲ ዝትስእ ሰብ ያው እግዚኣብሔር ይሓግዞ ማለት ሰብ ብዙ ሽለሞ ሰብ ኮፍ ኢሉ ሓዲሩ እና ናይቲ ሰብ ትፅቢትና ብጣዕሚ ከቢድ ብዝኾነ ስምዒት ነይሩ ቤትፌለ ቤትፌለ ግን ኣዶናይ እንኳዕ ደስ በለካ ኮንጎራ ክብሎ ይደሊ ማለት እዩ ንሳትኩም ድማ ንዓየለ ናይ ደስ ደስ ናይ ኣዶናይ ሰብስክራይብ ምጋር ኣይትረስዕኹም ላይክ ምጋር ኣይትረስዕኹም ክብለኩም ይደሊ ናይ ለማዓንቲ ቪድዮ እዚኣ ትመስል ነይራ ንኩላትኩም በብዘለኹም ኩርናዓት ዓለም ሰሰናይ ንዓኹም ክብለኩም ይደሊ ቻው